ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላም ጸጋ ምሕረት ናይ ክርስቶስ ምስ ኩልኹም እዩ ኣና ሓውኹም ሰላሓዲን ካብ ንክርስቶስ ዝገልጽ ትውልዲ ዓለምለኻዊ ቤተ ክርስቲያን ስቶኮሎም ስዊድን እየ ሎሚ ድማ ነዚ መዓልቲ ዝኸውን ናይ ብርሃን ቃል ሓቢርና ክንካፈል ኢና ሎሚ እንካፈሎ ቃል ከምዚ ዝብል እዩ ኣብ ክንዲ ብናይ ትማሊ ጌግኦም ብናይ ሎሚ ለውጦም ንቀበሎም ዝብል እዩ። ኣብ ክንዲ ብናይ ትማሊ ጌግኦም ብናይ ሎሚ ለውጦም ንቀበሎም ዝብል እዩ። ርኢኹም ኣብ ሂወት ብዙሕ ግዜ ስለ ትማሊ ድተጋገይዎ ጌጋ፣ ስለ ትማሊ ዝገበርዎ ምስተክ፣ ስለ ትማሊ ዝወደቕዎ ውድቀት፣ ስለ ትማሊ ዝነበሮም ጽቡቕ ባህርያት፣ ሎሚ ግን ኣብ ሂወቶም እግዚኣብሄር ዝገበሮ ለውጢ እንተደኣ በቲ ናይ ትማሊ ንፈልጦም ብእኡ ጌርና ነቲ ናይ ሎሚ ለውጦም ዘይንሪኦ ኮይንና ትኽክል ኣይኮነን። እግዚኣብሔር ኣምላኽ ነቲ ሎሚ ዘሎ ለውጦም ሪእና ነቲ ናይ ትማሊ ዘይነበረ ለውጦም ግን ክንርሰዐሎም እዩ ዝደሊ። እቶም ትኽክለኛ ንእግዚኣብሔር ድፈልጥዎ ሰባት በቲ ኣምላኽ ሎሚ ድፈልጠካ ድፈልጡኻ እዮም። ሪኢኹም ኣብ ህይወት ክልተ ዓይነት ሰባት ኣለዉ። እቶም ሓደ ሰባት በቲ ናይ ትማሊ ዝነበረ ፍልጠት ብኡኡ ጌሮም ነቲ ናይ ሎሚ ትኽክለኛ ዝኾነ ለውጥኻ ድዝንግዑ ሰባት እዮም። እቶም ሓደ ሰባት ድማ ነቲ ናይ ትማሊ ዝነበረ ፍልጠቶም በዚ ሎሚ ዝኾንካዮ ሓድሽ ለውጢ ሓድሽ ባህሪ ኣብ ህይወትካ ድመጸ ብኡኡ ጌሮም ዝድምስስዎ እዮም። ስለዚ ትኽክለኛ ሰባት ነቲ ናይ ትማሊ በዚ ናይ ሎሚ ዝልውጡ እዮም። ምኽንያቱ ካብ ትማሊ ሎሚ'ያ ኣገዳሲት። ትማል ሓሊፈያ ሎሚ ግን ኣላ እቲ ዘሎ እዩ ከኣ ኢምፖርታንት እቲ ዘሎ እዩ ከኣ ሓቂ መጽሓፍ ቅዱስ ፊልሞን ምዕራፍ ሓደ ከምዚ ይብል ፊልሞና ምዕራፍ ሓደ ስለ ሓደ ሰብ እዩ ተጻሒፉ ስለ ትማሊ ዘይተለወጠ ትማሊ ዓማጺ ዝነበረ ትማሊ ኣታላሊ ዝነበረ ትማሊ ሰብ ዘሐለለ ትማሊ ዝጠለመ ሎሚ ግን ድተለወጠ ሎሚ ግን ደው ዝበለ ሰብ ኣናሲሞስ ስሊ እዩ እዚ ጽሑፍ እዚ ተጻሒፉ ምእንቲ ሓደ ሰብ ክብል እዩ ተጻሒፉ የሱስ ጎይታ እዩ ከምዚ ይብል፣ ምዕራፍ ሓደ ካብ ጥቕሲ ዓሰርተ፣ ብዛዕባ እቲ ኣብ መቝሐይ ኮይነ ዝወለድክዎ ወደይ ኦኔሲሞስ፣ ኦኔሲሞስ እልምነካ ኣሎኹ፣ ንሱ ቀደም ኣይጠቐመካን፣ ሕጂ ግና ንዓኻን ንዓይን ይጠቕመና እዩ እሞ ናባኻ መሊሰዮ ኣሎኹ። ከም ልበይ ጌርካ ተቐበሎ። ኣነስ እኳ ኣብዚ መቑሐይ ስለ ወንጌል ኣብ ክንዳኻ ኮይኑ ምእንቲ ከገልግለኒ ንርእሰይ ከትርፎ ምደሌኹ ነይረ። ግናኸ እቲ ሰናይ ግብርኻ ብፍታው እምበር ከም ብግዲ ምእንቲ ከይከውን ብዘይ ፍቓድካ ሓንቲ እኳ ክገብር ኣይፈተኹን እቱ ንሱ ንሽዑ እተፈለየካ ምናልባሽ ንሓዋሩ ምእንቲ ክትረኽቦ እዩ ዝኸውን ደጊምሲ ከም ባርያ ካብ ባርያ ዝበለጸ ምናዳ ንዓይ ክንደይ ግዳ ኣብዚሑ ንዓኻ ብስጋን ብጎይታን ከም ፍቑር ሓውኻ ክትረኽቦ እምበር ከም ባርያ ኣይኮነን ዘገርም ነገር እዩ ኣናሲሞስ ምስ ፊልሞና እዩ ነይሩ ካብ ፊልሞና ግን በዲልዎ ካብኡ ስለ ዝተኣለየ ጳውሎስ ረኺብዎ ጳውሎስ ድማ ኣብ መቑሑ ኮይኑ ዝወለድክዎ ውሉደይ ኢልዎ ንፊልሞና ድማ ተመሊሱ ሓደ ነገር ኢልዎ እቲ ትማሊ ካባኻ ዝሃደመ እቲ ትማሊ ዝገደፈካ እቲ ትማሊ ዘይጠቐመካ ሎሚ ግን ካልእ ኮይኑ እዩ ሎሚ ግን ተለዊጡ እዩ እቲ ዝጠቕመካ ንዓኻ እሱ'ዩ ሕጂ ኢልዎ። እቲ ትማሊ ኣይጠቕመንን ትብሎ ዝነበርካ ሕጂ ግን ኣምላኽ ንዓኻ ከም ዝጠቅም ጌሩ ሰሪሕዎ'ዩ እሞ በዚ ሕጂ ኣምላኽ ለዊጥዎ ዘሎ ልቡ ብእኡ ጌርካ ነቲ ትማሊ ዝነበረካ ኣብ ልዕሊኡ ፍልጠት ደምስሶ'ዩ ዝብሎ ዘሎ። ስለዚ ትማሊ ከም ባርያኻ ነይሩ ክኸውን ይኽእል እዩ፣ ሕጂ ግን ከም ባርያኻ ዘይኰነ፣ ከም ፍቑር ብጐይታ ሓውኻን ከም ዝጠቕምን ከም ዘገድስን ሰብ ጌርካ ተቐበሎ። ንዓኻ ጥራሕ ዘይኰነ፣ ንዓይ ከማን ኣዝዩ ዘገድሰኒ ሰብ ኢልዎ። ኣይገርመኩምን ኣሕዋት? ትማሊ ኣይጠቕሙን ድበልናዮም፣ ትማሊ እዚ፣ እዚኣ ድበልናዮም፣ እግዚኣብሄር ንህይወቶም ክበጽሖም ከሎ ግን ከመይ ከም ደጸብቖም ርኣዩ ኣሕዋት። ትማሊ ኣይጠቕሙን ድበልካዮም ሎሚ ከምኡ ክዀኑ እዮም ኢልካ ኣይትሕሰብ። ኢድ እግዚኣብሄር ንናይ ትማሊ ፍልጠት ትቐይር እያ። ኢድ ኣምላኽ ነቲ ዘይጠቅም ከም ዝጠቅም ትገብሮ እያ። ኢድ ኣምላኽ ነቲ ዝወደቐ ተተስእ እያ። ንስኻውን ትማሊ እኮ ኣይተገድስን ድተበሃልካሉ ግዜ ከም ዝነበረ ኣይትዘንግዕ። ትማሊ ኣይተድልይን ድበሉኺ ግዜ ከም ዝነበረ ኣይትዘንግዒ። ትማሊ ብዙሕ ሰብ ደይግደሰልኪ ግዜ ከም ዝነበረ ኣይትዘንግዒ። ሎሚ ብዙሓት ክግደሱልኪ ዝገበረኪ ክእለትክን ብሉጽነትክን ደይኮነ ብሉጽነት ኣምላኽክን ረዲኦቱን እዩ። ስለዚ ልክዕ ከምኡ ድማ ንሕና ነቶም ትማሊ ንሃድመሎም ዝነበርና ሰባት ምናልባሽ ሎሚ ንህይወትና ዘድልዩን ድሕቆፍን ገይሩ እግዚኣብሄር ሰሪሕዎም ክኸውን ስለ ዝኽእል ህድእ ኢልና ሎሚ ዘለውዎ ከነስተውዕል ንፈትን ብናይ ትማሊ ፍልጠት ነዚ ሎሚ ዘለውዎ ትኽክለኛ ጎደና ኣይነደብዝዞ ኣይንደምስሶ። ኢየሱስ ክርስቶስ ንዘለኣለም ጐይታ እዩ። ገለ ገለ ሰባት ለውጦም ኣምላኽ ጥራሕ ዝፈልጦ ኣብ ሰባት ግን ዘይበጸሐ ኣሎ። ጳውሎስ ንባዕሉ ክልወጥ ከሎ ናቱ ለውጢ መጀመርታ ኣምላኽ ጥራሕ እዩ ፈሊጥዎ። ምኽንያቱ ኣምላኽ እዩ ረኺብዎ እሱን ኣምላኽን እዮም ድፈልጡ ምልዋጡ። ካልኦት ክርስትያናት ግን ከም ጳውሎስ ይሃድሙ እዮም ነይሮም። እግዚኣብሄር ግን ኦሬዲ ንዕኡ ዝበቅዕ ኣቕሓ ሃዋርያ ገይሩ ኣተሲእዎ ነይሩ። ነዚ ሎሚ ኣተሲእዎ ዘሎ ናቱ ለውጢ ዘየስተውዓሉ በቲ ናይ ትማሊ ኣሳዳዲ ጨካን ምዃኑ ድፈልጥዎ ዝነበሩ ግን ካብኡ ይሃድሙ ነይሮም። ስለዚ ሎሚ ክልተ መልእኽቲ ክበኩም ነቶም ብናይ ትማሊ ትፈልጥዎም ሰባት ናይ ሎሚ ለውጦም ምልላይ ሲኢንኩም ዘለኹም ህድእ ኢልኩም ሎሚ ዘለውዎ ከተስተውዕሉ ክትምርምሩ ክትመዝንዎም ነቶም ብናይ ትማሊ ፍልጠት እንዳፈለጡ ንናይ ሎሚ ለውጥኹም ምርኣይ ሲኢኖም ደሸግርኹም ዘለዉ ሰባት ድማ ምልዋጥኩም ሎሚ እሱ ደኣ ይኹን ሓጎስኩም እምበር ሰብ ንዓኹም ስለ ደይፈለጠኩም ኣይትጨነቁ ኣይትሸገሩ ምፍላጥኩም ኣይተርፈኩምን እዩ ምግላጽኩም ኣይተርፈኩምን እዩ ምኽንያቱ ኣብ ከረንደላ ከተማ ምኽዋላ ኣይከኣልን እዩ ለውጢ ኣይክወልን እዩ ለውጢ ኣይሽፈንን እዩ ናይ ግዜ ጉዳይ እዩ ንግዜ ግና ቅድሚ እግዚኣብሔር ሃዲእኩም ባህ እንዳበለኩም ንኣምላኽ እንዳመስገንኩም ስለቲ ሰብ ዝብለኩም ዘይኮነ ስለቲ ኣምላኽ ጌሩኩም ደሎ ንርእስኹም ብእኡ እንዳራእኩማ እንዳተሓጎስኩም ምስጓም ጥራሕ ደኣ ጀምሩ እምበር ልክዕ ከም በዓል ኣናሲሞስ ደው ኢሎም ድምስኩሩልኩም ይጠቕሙ እዮም ድብሉልኩም ሰባት እግዚኣብሄር ከተሰኦልኩም እዩ ሓንትስ ብእግዚኣብሄር ልብኹም ይጽናዕ ኣምላኽ ሓይልኹም እዩ ኣምላኽ ሰላም ከለላኹም እዩ ብጎይታ ደስ ይበልኩም። ኢየሱስ ንዘለዓለም ጎይታ እዩ። ስለዚ ሎምመዓንቲ ንጎይታና የሱስ ክርስቶስ ኣብ ሕይወትኩም ወሲንኩም ደይተቐበልኩም ሰባት እሱ ይልውጥ እዩ፣ ንሱ ደው የብል እዩ፣ ንሱ የዕርፍ እዩ፣ ንሱ ሓድሽ ፍጥረት ይገብር እዩ እሞ ሎሚ ጎይታ የዋጸኩም እዩ። ብኽእለትኩም ደይከኣልኩሞ ብኽእለቱ ትኽእልዎ ብዙሕ እዩ። ካብ ቤቱ ወጺኹም ደይዓረፍኩምሉ ኣብ ቤቱ ኣቲኹም ትዓርፍሉ ብዙሕ እዩ እሞ ንጐይታ የሱስ ክርስቶስ ክትቅበልዎ እዕድመኩም ኣሎኹ። እቶም ክትቅበልዎ ዝወሰንኩም እዛ ጸሎት እዚኣ ምሳይ ጸልዩ። እግዚኣብሄር ኣቦ፣ ስለ ወድኻ የሱስ ክርስቶስ የመስግነካ ኣሎኹ። ይኣምን ኣሎኹ ኢየሱስ ክርስቶስ ስለ ሓጢኣተይ ከም ድተሰቕለ፣ ዕዳ ሓጢኣተይ ከም ዝኸፈሎን ከም ዝሞተ ብሳልሰይቲ መዓልቲ ካብ ምዉታት ከም ዝተንስእን ይኣምን ኣሎኹ። ኢየሱስ ክርስቶስ ናይ ህይወተይ ጐይታ ኣምላኽ መድሓኒ እዩ ካብዛ ሰዓት ሓድሽ ፍጥረት ውሉድ ኣምላኽ ኮይነ እየ ኣሜን እዚኣ ዝወሰንኩም ብጣዕሚ እንቋዕ ሓጎሰኩም በዚ ብ ታሕቲ ዘሎ ጌርኩም ናትና ፌስቡክ ኣለኩም ኣብኡ ኣቲኹም ጽሓፉልና ኣብ ቴሌፎን ናትና ኣለኩም ኣብኡ ድማ ኤስኤምኤስ ጌርኩም ጎይታ ተቐቢለ እየ ኢልኩም ንገሩና ክንሕግዘኩም ዘድልየኩም ክንሕግዘኩም ኢና ካልእ ትረፍ ድማ ክንጽልየልኩም ኢና ተባረኹ።